መዓልታዊ ክንዝክሮም ዝግበኣና ዓሰርተ ቃላት። ሎሚ ብጣዕሚ ደስ ብዝብል ሓሳብ ከነዕልል ኢና። ብጣዕሚ ብጣዕሚ ሓያላት ምዃኖም ካብ ዝተላዕለ እንክደጋገሙ ዋላ እኳ ሓሶት እንተኾነ ኣሚንና ንቕበሎም። ናትና ጥራይ ዘይኮነ ናይ ካልኦት ሰባት ኣእምሮ ከማን ክንቅይሮ ንኽእል ኢና። ማይንዲሴት ፕሮግራም ዝግበር ብቓላት እዩ። ንኣብነት ካብ ንእስነቱ ኣትሒዙ ከም ዘይክእል፣ ኣብ ዝበጽሖ ከም ዘይብሉ፣ ንስኻ ካብ መን ትፍለ፣ ኣበይ ኢኻ ክትበጽሕ፣ እንታይ ንምዃን እዩ፣ እናተባህለ ሕማቕ ነገር እናተነግሮ ዝዓበየ ቆልዓ ክእለትን ዓቕሚ እንተለዎ ንፉዕ ዋላ እንተኾነ ግን ይፈርሕ ክደፍር ኣይክእልን እዩ። ሓድሽ ነገር ኣይፍትንን ዶስኩል ይኸውን ደፋር ኣይኮነን መልሓስ ዓጽሚ የብላን ግን ዓጽሚ እኳ ትሰብር ትበሃል ገለ ገለ ቆልዑት ድማ ንስኻ እኮ ንፉዕ ኢኻ ኣጽንዕ ኣንብብ ርግጸኛ እየ ኣብ ዓቢ ቦታ ክትበጽሕ ኢኻ እናተባህለ ዝዓበየ ቆልዓ ድማ ተስፋ ኣይቆርጽን'ዩ ኣብ ዕላምኡ እዩ ዝጸንዕ ንምንታይ ቃላት ሓይሊ ይኾኑ። ርኢኹም ቃላት ይቐትሉ፣ ቃላት ይፍውሱ ዝበሃል ነዚ እዩ። ሰባት ብቓላት ጥራይ ተስፋ ይሰንቁ፣ ፍቑራት ብምዝርራብ፣ ብምብህሃል ፍቕሮም የደልድሉ። ቢዝነስ ዝመርሑ፣ ሃገር ዝመርሑ ሰባት ብኣንደበቶም ናይ ሰባት ቀልቢ ይስሕቡ፣ ናይ ኣህዛብ ልቢ ይሕዙ፣ ይማርኹ። ኣብ ውሽጥኻ ዘሎ መንነት ዝግለጽ ብተግባርካን ብቓላትካን እዩ። ሕጂ ንነግረኩም። ዓሰርተ ቃላት ስምዒትና ዝቕይሩ እዮም፣ ብጣዕሚ ሓያላት እዮም፣ ርእሰ ምትእምማን ይፈጥሩልና፣ ብፍላይ መዓልታዊ ኣብ ቅኑዕ ግዜ ኣብ ቅኑዕ ቦታ ምስ ንጥቀመሎም ልበ ምሉኣት ይገብሩና፣ ንኽንብርትዕ ንኽንጸንዕ ይገብሩና፣ ገለ ገሊኦም ድማ ምስ ሰባት ዘለና ርክብ ብሉጽ ይገብርዎ፣ ብቓላት ጥራይ ብዙሕ ነገር ንቕይር፣ ነዞም ዓሰርተ ቃላት ከም ትፈትውዎምን መዓልታዊ ከም ትጥቀሙሉን እምነተይ'ዩ። እሞ ነዞም ዓሰርተ ቃላት ቅድሚ ምሕባርና ግን፣ ኣብዚ ትሰምዕዎ ሕቶ፣ ርኢቶ ወይ ሓሳብ ተለኩም ኣብ ታሕቲ ኮመንት ግበሩለይ ከንብቦ'የ። ኣብዚ ቻነል ሓደሽቲ ዝኾንኩም ድማ ሳብስክራይብ ግበሩ ኢኹም። ነዚ ዝፍንወልኩም ቪድዮታት ብቐሊሉ ንምርካብ ነታ ናይ ቃጭል ምልክት ጠውቕዋ ኢኹም። ሰናይ ምክታል። ናይ መጀመርያ ሓይሊ ዝህበና ዘባራብረና ቃል ናይ መርከበይ ካፒተን ኣነየ ዝብል እዩ መርከብ ሂወት ተኮይና መራሒኣ ንስካ ክትከውን ኣለካ ኣብ ናትካ ሂወት ወሳናይ ባዕልካ ክትከውን ኣለካ ሓደ መራሒ መኪና ኣብ ሓንቲ ግዜ ሓንቲ መኪና ጥራሕ እዩ ክመርሕ ዝክእል መኪናካ ክመርሓልካ እንተይልካ ምናልባት መኪናኻ ክግምጥለልካ ይኽእል እዩ። ኣብ ሓደ እዋን ክልተ መኪና ክመርሕ ኣይክእልን። ሰባት ናታቶም ህይወት እንዳመርሑ ናትካ ህይወት እውን ክንመርሓልካ እንተ ኢሎም ክጎድኡኻ ይኽእሉ እዮም። ብሰብ ዝተኣማመን ሓንቲ መዓልቲ ምጉድኡ ኣይተርፎን እዩ። ሰባት ኣየተኣማምኑን እዮም። የዕሩኽትኻ፣ ኣብ ፍቕራዊ ርክብ ዘለዉ ሰባት፣ ቤተሰብካ፣ ኣብ ከባቢኻ ዘለዉ ሰባት ስለ ዝፈትዉኻ፣ ስለ ዝሓልዩልካ፣ ብቕንዕና ከምዚ ግበር ኢሎም ጸቕጢ ክገብሩልካ ይኽእሉ እዮም። ከምኦም ንኽትሓስብ፣ ብናታቶም መንገዲ ንኽትከይድ፣ ከምቲ ንነገራት ንሳቶም ዝርእይዎ ንስኻ እውን ከምኡ ንኽትርኢ ከገድዱኻ ይኽእሉ እዮም። ንምኽሮም ክትሰምዖ ትኽእል ኢኻ። ግሳጼኦም ንዝብሉኻ ክትሰምዖም ትኽእል ኢኻ። ወሰንቲ ዝኾኑ ናይ ህይወትካ ጉዳያት ግን ንኽውስኑልካ ኣይተፍቅድ። ምኽንያቱ ናይ መርከብካ ካፒተን ንስኻ ኢኻ፣ መራሒኣ ንስኻ ኢኻ። ምናልባት ናታቶም ጽግዕተኛ ክትከውን ትኽእል ኢኻ፣ ናታቶም ገንዘብ፣ ናታቶም ልምዲ፣ ናታቶም ፍልጠት ከድልየካ ክእል እዩ። እንተኾነ ግን ወሳኒ ዝኾነ ናይ ህይወትካ ክፍሊ ግን ባዕልኻ ወሳናይ ክትከውን ኣለካ። ዓወት ማለት ብጣዕሚ ምሩጽ ውሳነ ምውሳን ማለት እዩ። ምሩጽ ውሳነ እትውስን ድማ ካብ ተመክሮ እዩ። ተመክሮ እትረኽቦ ድማ ካብ ዝተጋገኻዮ ውሳነ እዩ። ንምግጋይ ኣይትፍራሕ። ባዕለይ ሓላፍነት ክወስድ እየ። ግን ናይ መርከበይ ካፒተን ኣነ እየ። መራሒኣ ኣነ እየ። ስቴርሶ ዝሕዞ ኣነ እየ በል። ኩሉ ግዜ ንነብስኻ ኣዘኻኽራ። ብጣዕሚ ወሳኒ ቃል እዩ። ካልኣይ ብጣዕሚ ፍሉይ ስምዒት ዝፈጥር ብጣዕሚ ደስ ዝብል ቃል ድማ ተመስገን ዝብል እዩ ብጣዕሚ ክደጋገም ኣለዎ ሓደ ሓደ ግዜ ኣብ ሂወትና ደቂስካ ምሕዳር እኮ ተኣምር እዩ ምክንያቱ ብዝደቀሱ ዝተርፉ ብዙሓት እዮም ሎሚ ንምርኣይ ዘይተዓደሉ ብዙሓት እዮም ምትንፋስ ንባዕሉ እኮ ተኣምር እዩ ብዘይ ማሽን ዘየተንፍሱ መሊኦም እዮም ኣብ ሂወት ናፃ ዘውፀእካ ካብ ጭንቀት ዘውጽእካ ቃል እንተሎ ተመስገን ዝብል ቃል እዩ። ሓደ ሓደ ግዜ እኮ ፈጣሪ ተዘይሕግዘካ ጽንዓትን ትዕግስትን ተዘይህበካ ዘይትሰግሮም ግዜያት ኔሮም እዮም። ሎሚ ንምርኣይ ቀሊል ኣይኮነን ተስፋ ዝቖረጽካሎም መዓልታት ብዙሓት እዮም። ኣኺሉኒ እዩ፣ ካብዚ ንላዕሊ ናበይ ክኸይድ እየ፣ እንታይ መዕቐሊ ኣለኒ ኢልካ ተስፋ ቖሪጽካ፣ ንስኻ ተስፋ ኣብ ዝቖረጽካሉ ቅጽበት ግን፣ ሓድሽ ነገር ኣብ ህይወትካ ሓድሽ ምዕራፍ ክኽፈት ዝረኣኻሎም ግዜያት ብዙሓት እዮም። ከመስግን እንተልካ ንኸተመስግን ብጣዕሚ ብዙሓት ምኽንያታት ኣለዉ። ህይወት እኮ ካብ ዜሮ ኣይትጅምርን'ያ። ብዙሓት ልምድታት ኣለዉ፣ ብዙሓት ዝተመሃርካዮም ነገራት ኣለዉ። ንኸተመስግን ብዙሓት ምኽንያታት ኣለዉ። ተመስገን ዝብል ቃል መዓልታዊ ካብ ኣፍካ ምጥፋእ የብሉን። ደጋግሞ፣ ተመስገን በል። ሳልሳይ ድማ ኣነ ይኽእል'የ ዝብል ቃል እዩ። ኣነ ይኽእል'የ ኣብ ዝብል ቃል ዘሎ ልበ ምሉእነት ብጣዕሚ ዝገርም እዩ። ብነብስኻ ምትእምማን ርግጽነት ኣሎ። ንስኻ ኣብ ነብስኻ ተዘይተኣማሚንካ፣ ንነብስኻ ከም ትኽእል ተዘይነጊርካዮ ካልእ መን መጺኡ ክነግረልካ ትጽበ? ካብ ማንም ኣይትጸበ። ትኽእል ኢኻ ክሳብ ዝብለካ ሰብ ኣይትጸበ። ኣነ ይኽእል እየ በል። መሓመድ ዓሊ ኩሉ ግዜ ልምምድ ክገብር፣ ስፖርት ክሰርሕ፣ ኩሉ ግዜ I am the greatest ትብል ነይሩ። ኣነ ብሉጽ እየ ይብል ነይሩ። ልክዕ ከምኡ ክብል ከሎ ካብ ትህኪት ይወጽእ ነይሩ። ብሉጽ እንተ ኮይነ'ሞ ክህከ የብለይን ክብርታዕ ኣለኒ ኢሉ ይሰርሕ ነይሩ። ናይ ክፍለ ዘበኑ ብሉጽ ስፖርተኛ መሓመድ ዓሊ'ዩ ኢሎም ሸሊሞሞ መሪጾሞ። ርኢኻ ሓደ ሓደ ግዜ ደጋጊምካ ንነብስኻ እትነግሮም ቃላት ኣብ ሂወትካ ይኽሰቱ'ዮም። ዓሊ ዝደጋጎሞ ነገር ኣብ ሂወቱ ተኸሲቲ'ዩ። ሰባት ኣብ ሂወቶም ነገራት እንዳተባላሸውዎም ከማን ብጣዕሚ ተስፋ ዘቑርጹ ነገራት እናገጠምዎም ከማን ብንጹህ ስምዒት ኣነ ይኽእል እየ ብዙሕ ነገር ክቕይር እየ ንቤተሰበይ ክሕግዝ ዝኽእል እየ ናተይ ህይወተይ ክቕይሮ ይኽእል እየ ምስ ዝብሉ ፍሉይ ስምዒት ይወሮም እዩ ህይወቶም ምቕያር ይጅምሩ ምሕያል ይጅምሩ ካብ ስንፍና ይወጹ ሕሰቦ ወላ ሓደ ከይደፋፍኣካ በብመዓልቱ ንነብስኻ ኣነ ይኽእል'የ ምስ ትብል እንታይ ዓይነት ሓይሊ ከም ትረክብ በብመዓልቱ ካብ ትደጋግሞ ቃላት ሓደ ኣነ ይኽእል'የ ዝብል ክኸውን ኣለዎ። ራብዓይ ብጣዕሚ ወሳኒ ዝኾነ ቃል ኩሉ ግዜ ክንደጋግሞ ዘለና ኩሉ ሓድሽ'ዩ ዝብል እዩ። ብጣዕሚ ስምዒት ዝቕይር፣ ዘረጋግእ፣ ፍሉይ መንፈስ ዝፈጥር ቃል እዩ። ንምንታይ መስለካ? ንሕና ደቂ ሰባት ብተፈጥሮና ሓድሽ ነገር ዘይተተንከፈ ነገር ንፈቱ። ዓቢ ቦታ እንህቦም ጉዳያት ሓድሽ ነገር ኢና ነዘውትር። ንኣብነት ሰብ ንልደቱ፣ ንመመረቕትኡ፣ ንመርዕኡ ሓድሽ ነገር እገዝእ። ሓድሽ ይለብስ። ሓድሽ ዓመት ምስ ዝመጽእ ሓድሽ ገዛ እካ ተዘይገዝኣ ገዝኡ የሐድሶ፣ ሕብሪ ይለኽዮ፣ የጸባብቖ። ንምንታይ መስለኩም? መንፈስና ሓድሽ ነገር እዩ ዝጸምእ። ስለዚ ኣብ ዙርያና ዘለዉ ነገራት ከነሐድሶ፣ ከነጸብቆ ንደሊ ኣብ ሓድሽ እየ ዘለኹ ኣብ ዝሓሸ እየ ዘለኹ ንምባል ማለት እዩ። ግን ልዕሊ ቃላት ንወዲ ሰብ ዘሐድሶ የለን። ሓድሽ ዝብል ቃል ንባዕልና ምስ ንጥቀመሉ ብዙሕ ነገር ኢና ንቕይር። ንኣብነት ንግሆ ክትስእ እንከለኻ ሎሚ ንዓይ ሓድሽ መዓልቲ እዩ በል። ሓቂ እዩ ሓድሽ መዓልቲ እዩ ናይ ሎሚ መዓልቲ። ቅድሚ ሕጂ ዝረኣዮ ሰብ የለን ሓድሽ እዩ። ዝሓለፈን መዓልታት ኣድከምቲ፣ ኣሰልቸውቲ ነይሮም ክኾኑ ይኽእሉ እዮም፣ ናይ ሎሚ መዓልቲ ግን ሓድሽ እዩ ከምኡ ምስ ትብል ንነገራት ከም ሓድሽ ኢኻ ትሪኦም፣ ዘሰልችዉኻ ነገራት ከም ብሓድሽ ኢኻ ትሪኦም፣ ኣነ ንባዕለይ ሓድሽ እየ በል። ካብ ድቃስካ ክትስእ ከለኻ ንምንታይ ይመስለካ? ድቃስ መቸም ንእሽተይ ሞት እዩ ዝበሃል፣ ምኽንያቱ ካብ ድቃስካ ክትስእ ከለኻ ኣእምሮኻ ብጣዕሚ ብዝገርም ሓይልን ብዝገርም ትኩረትን ኣካላትካ ብግቡእ ክእዝ ዝጅምር ትነቓቓሕ ሓድሽ ሰብ ትኸውን። ስለዚ ኩሉ ግዜ ንነብስኻ ንግሆ ክትስእ እንከለኻ ሎሚ ንዓይ ሓድሽ መዓልቲ እዩ፣ ኣነ እውን ሓድሽ ሰብ እየ ፍሉይ ስምዒት ኢኻ ትፈጥር። ናብ ስምዒት ትኣቱ፣ ንዝፈራሕካዮም ነገራት ትደፍሮም፣ ዝኣመንካሉ ነገር ተተግብሮ። ኩሉ ሓድሽ እዩ ዝብል ቃል ተጠቐመሉ። ሓምሻይ፣ ብጣዕሚ ወሳኒ ቃል እዩ ንነብሰይ ይፈትዋ እየ ዝብል ቃል ነብሱ ዝፈቱ ሰብ ንኻልእ ሰብ ምፍታው ይኽእለሉ እዩ ነብሱ ዝከናኸን ሰብ ንኻልኦት ሰባት ከመይ ገይሩ ይከናኸኖም ይፈልጠሉ እዩ ንነብሱ ግቡእ ቦታ ዘይህብ ሰብ ግን ብዙሕ ክጎዓዝ ኣይክእልን እዩ ብቐሊሉ ብሰባት ይጉዳእ ናይ ጥቕሚ እዩ ዝኸውን ሓደ ሓደ ሰብ ንነብስኻ ፍቶ ንነብስኻ ቐዳምነት ሃብ ንነብስኻ ኣኽብር ዝኣመንካሉ ነገር ግበር ምስ ትብሎ ፈታዊ ነብሱ ኩን ብዛዕባ ካልኦት ኣይትገደስ በቃ ኩን ስሱዕ ኩን ዝተባህለ መስሎ ግን ነብስኻ ፍቶ ማለት ንኻልኦት ጽላእ ማለት ኣይኮነን ነብስኻ ምኽባር ማለት ንኻልኦት ምንዓቕ ወይ ከኣ ንኻልኦት ምትሓት ማለት ኣይኮነን ነደይ ይፈትዋ'የ ክትብል ከለኻ ነቦይ ይጸልኦ'የ ማለት ድዩ ኣይኮነን ንስኻ ተተጠቂምካ ንኻልኦት ትጠቅም እምበር ንስኻ ተዘይ ጸኒዕካ እኮ ንኻልኦት ኣይትጠቅምን ኢኻ ነብስኻ ምስ ትፈቱ ኢኻ ትብርትዕን ትጸንዕን ብድሕሪኡ ንኻልኦት ትኸውን ንስኻ ኣደልዲልካ ተዘይ ረጊጽካ ንኻልኦት ከመይ ጌርካ ኣደልዲሎም ከም ዝረግጹ ትገብር ኣብ ኩልና ዘሎ ሓጎስ እኮ ኣባና ጥራይ ኣይኮነን ዘሎ መወዳእትኡ ንኻልኦት ንምሕጋዝ ኢና ንጓየ ሓጎስና ምስ ካልኦት ንምክፋል እዩ። ዓወታትና ምስ ካልኦት ሓቢርና ንምጽንባል ግን መጀመርያ ንባዕልና ደው ክንብል ኣለና። ንስኻ ምስ ነብስኻ ምትዕራቕ ኣለካ። ምስ ነብስኻ ክትፋቶ ኣለካ። ሽዑ ኢኻ ንኻልኦት ትኸውን። ዘይብልካ እኮ ንኻልኦት ክትህብ ኣይትኽእልን ኢኻ። ነብስኻ ምስ ትፈቱ ንኻልኦት ውን ምፍታው ትኽእለሉ ኢኻ። ስለዚ ኩሉ ግዜ ንነብሰይ ይፈትዋ'የ፣ ክከናኸና'የ እናበልካ እናደጋገምካ ነዚ ቃል ተጠቀመሉ። ብዙሕ ለውጢ ክትርእየሉ ኢኻ። ሻድሻይ ብጣዕሚ ዘበርትዐና፣ ሓይሊ ዝህበና ቃል፣ እምነተይ ጽኑዕ'ዩ ዝብል'ዩ። ናብቲ ዝዓበየ ሕልምና ንምብጻሕ ብንእሽተይ ክንብገስ ግድነት'ዩ። ኣብዚ ሕጂ ኮይንና ክንሓስቦ እንከለና ዘይብጽሑ ዝመስሉና ነገራት እንዕወተሎም ብእምነት'ዩ። እምነት ብጣዕሚ ወሳኒ እዩ ንስኻ እምነትካ ፅኑዕ ኮይኑ እትኽእሎ ምስ ትገብር ፈጣሪ ድማ ዘይከኣሉ ዝመስሉ ነገራት ብምልኡ ኣብ ህይወትካ ኣተግቢሩ የርእየካ ስለዚ እምነትካ ፅኑዕ ከም ዝኾነ ኩሉ ግዜ ንነብስኻ ንገራ ፅኑዕ እምነት ኣለኒ በል ስለ ዝተዛረብካ ጥራይ ግን ኣይትፀንዕን ኢኻ ብተግባር ክስናዕ ኣለዎ መቸም ሓደ ጣውላ ብሓደ እግሩ ደው ኣይብልን'ዩ። ዝድግፍዎ ካልኦት የእጋር የድልይዎ'ዮም። ንእምነትካ ዘትርሮ ተግባራትካ'ዩ። ከመይ'የ ዝገብሮ ተይልካ፣ ናይ እምነት ሰብ እንተ ኾይንካ ኣብቲ ትቕይሮ ጠራሕ ኢኻ ተተኩር። ዘይትቕይሮ ነገር ንፈጣሪ ኢኻ ትሓድገሉ። ኣነ ካብ ዓቕመይ ንላዕሊ'ዩ ኩነታት እዛ ሃገር። ኣነ ወላሓንቲ ክገብር ኣይክእልን'የ። ብናይ ደቂ ሰባት ጠባይ ኩሉ ንዓኻ ገዲፈዮ ኣለኹ። ኣነ ዝኽእሎ ነብሰይ ምቕያር'ዩ ምስ ትብል እምነትካ ጽኑዕ'ዩ ርኢኻ ተጠራጣሪ ዋላ ተኾንካ እዚ ቃል እናደጋገምካ ምስ ተግባርካ ምስ ተወሃህዶ ኣእሙሮኻ ብሓንሳብ ምቕያር ይጅምር ምብርታዕ ትጅምር ኣነ እምነተይ ጽኑዕ እዩ በል ብጣዕሚ ወሳኒ ቃል እዩ ሻብዓይ ብጣዕሚ ወሳኒ ቃል ናይ ተግባር ሰብየ በል ሓደ ሓደ ሰብ ሕልሚ ኣለዎ ውጥን ኣለዎ እንታይ ከም ዝገብር እኳ ይፈልጥ እዩ፣ ናብ ትግባረ ግን ኣይኣቱን እዩ። ብድድ ኢሉ ኣይጅምርን እዩ፣ ከንብብ እየ ይብል ግን ኣየንብብን እዩ። እንታይ ምትግባር ከም ዘለዎ ዋላ ተፈለጠ ዝኾነ ዝኣስሮ ነገር ኣሎ። ስለዚ ንነብስኻ እናደጋገምካ ናይ ተግባር ሰብየ በል እሞ ሓሙሽተ ቆጺርካ ናብ ተግባር እቶ። Five Second Rule ይበሃል። ኣነ ናይ ተግባር ሰብ'የ ትብል እሞ ሓደ፣ ክልተ፣ ሰለስተ፣ ኣርባዕተ፣ ሓሙሽተ ትብል እሞ ብድድ ትብል። ነዚ ብጣዕሚ ምስ ትለምዶ ብድሕሪ ግዜ ኣእምሮኻ ሓሙሽተ ምቑጻር ይሓድጎ እሞ ናይ ተግባር ሰብ'የ ምስ ትብል ናብ ተግባር ኣቲኻ ኣለኻ። ሓሙሽተ ምቑጻር ኣየድልየካን እዩ። ርኢኻ? ተግባርካ ምስ ዘረባኻ ኣወሃሂድካዮ ኣለኻ ማለት እዩ። ምስ ተግባራትካ ቃላትካ ኣራኽቦም፣ ደጋግሞም። ሻምናይ፣ ንፍቕራዊ ርክብ ምስ ሰባት ዘለና ምቅርራብ ብጣዕሚ ወሳኒ ቃል እዩ። ምሳኺ ኣለኹ ዝብል ቃል ብጣዕሚ ንፈትዎምን ንነቕርቦብን ሰባት ምስማዕ ካብ ዝደልይዎ ምቁር ቃላት ሓደ እዩ። ብፍላይ ምስ ዝሓዝኑ፣ ምስ ዝኸፍኦም፣ ዝኾነ ሰብ ምስኦም ከም ዘሎ፣ በይኖም ከም ዘየለዉ መረጋገጺ ይደልዩ። ስለዚ ምሳኺ ኣለኹ፣ ምሳኻ ኣለኹ ኢልና ምስ ንጥቀመሉ ነዚ ቃል ሰባት ብሓንሳብ ብሓጎስ ይምልኡ። መንፈሶም ይሰክን፣ ካብ ዝኣተውዎ ናይ ጭንቀት ናይ ብስጭት ናይ ሓዘን ዓለም ይወጹ ዝኾነ ሰብ ለካ ኣብ ጎነይ ኣሎ ይብሉ ብዙሓት ሰባት ብጽምዋ ብዘይ ተደላይነት ስምዒት ይሳቀዩ ዋላ ብሰባት ተኸቢቦም ከለዉ ዝኾነ ሰብ መጽዩ ምስኦም ከም ዘሎ ክነግሮ ይደሊ ብፍላይ ደቂ ኣንስትዮ ኣንደበት ትገዝኣን እዩ ምስማዕ ይደልያ ዝኾነ ሰብ ኣብ ጎነን ከም ዘሎ ምፍላጥ ምርግጋጽ ይደልያ ስለዚ ምሳኺ ኣለኹ በላ ምሳኻ ኣለኹ በልዮ ብጣዕሚ እዩ ወሳኒ ጥምረት ዝፈጥር ምቅርራብ ዝፈጥር ቃል እዩ ምሳኻ ኣለኹ ምሳኺ ኣለኹ ታሽዓይ ዕድለኛን ብርቱዕን እየ በል ይበሃል እንታይ መስለኩም ናይዛ ዓለም ዓወት ናይዛ ዓለም ውጽኢት ናይ ብዙሕ ነገራት ድምር እዩ ናይ ጻዕሪ ናይ ድኻም ብድሕሪኡ ናይ ኩነታትን ዕድልን ምጥዕዓም ናይ ብዙሓት ነገራት ፍሉጥ ብጣዕሚ ወሳኒ ነገር ዘየቋርጽ ጻዕሪ ክኸውን ይኽእል እዩ ግን ክልቲኦም ነገራት ደጋጊምካ ንነብስኻ ንገራ ዕድለኛ እየ ብርቱዕ እየ ውን በል ዕድለኛ እየ ክትብል ከለኻ ሎቶሪ ተዝቖርጽ ምበጸሓኒ ወይ ድማ ዝደለኽዎ ነገር ብቕልጡፍ ኾነለይ ማለት ኣይኮነን ዕድለኛ እየ ማለት ዘይገድፈኒ ዘይድርብየኒ ፈጣሪ ኣለኒ ብጣዕሚ ብዙሕ ነገር ብኸምኡ ተዋሂብኒ እዩ ብጣዕሚ ዕድለኛ እየ ብዙሓት ዝፈትዎም ሰባት ኣብ ከባቢየይ ኣለዉ ምስ ትብል እዩ ዕድለኛ እየ ትብል ንነብስኻ ኩሉ ግዜ ነዚ ምዝኽኻር ኣለካ። ቡርትዔ ክትብል ከለኻ ድማ ናይዛ ዓለም ዓወት፣ ናይዛ ዓለም ናብራ፣ ናትካ ብርትዐ፣ ዘየቋርጽ ጻዕሪ፣ ጽንዓትን ብርትዐን ይደሊ። ስለዚ ኩሉ ግዜ ንነብስኻ ብርቱዕ ከም ዝኾንካ፣ ዕድለኛ ከም ዝኾንካ ንነብስኻ ምስ ትነግሮ ትብርትዕ ኢኻ፣ ሱቕ ኢልካ ደው ኣይትብልን። ነገራት ዋላ ተፈተኑኻ፣ ዘይተጸበኻዮ ነገር ዋላ ተተፈጥረ ኣይ ይኣኽለኒ ኢልካ ኣይተቋርጽን። ትብርትዕ ኢኻ። እቶም ቃላት ባዕላቶም ብርታዐ ይህቡኻ። ስለዚ ዕድለኛ እየ፣ ብርቱዕ እየ በል። ኩሉ ግዜ ንነብስኻ እናደጋገምካ ንገራ። ዓስራይን ኣብ ህይወትና ዘረጋግኣና፣ ዕግበት ዝህበናን ብጣዕሚ ወሳኒ ቃል ኩሉ ንምኽንያት እዩ ዝብል እዩ። ኣብ ህይወትና ምንም ነገር ብኣጋጣሚ ኣይፍጠርን'ዩ። ስኽን ኢልና፣ ኮፍ ኢልና፣ ብምስትውዓል እንተ ሓሲብናዮ፣ ዝኾነ ነገር ኣብ ህይወትና ዝተፈጥረ ንምኽንያት'ዩ። ሓደ ሓደ ግዜ ንእሽተይ እትኽልከል፣ ዝዓበየ ንኽትምነ ክኸውን ይኽእል'ዩ። ቦታኻ ስለ ዘይኮነ ክትክልከል ትኽእል ኢኻ። ንኣብነት ማይክል ጆርዳን ዝመሃረሉ ዝነበረ ቤት ትምህርቲ፣ ንስኻ ንናይ ትምህርትና ባስኬትቦል ጋንታ፣ ኣይትበቅዕን ኢኻ ኢሎሞ ንሱ እንታይ ኢልዎም ልክዕ ኣለኹም ኣነ ንሓደ ንእሽተይ ናይ ሃይስኩል ጋንታ ኣይበቅዕን እየ ኣነ ዝበቅዕ ንናይ ዓለምና ዓቢ ናይ ባስኬትቦል ክለብ እየ ዝበቅዕ ኢልዎም ሓደ ሓደ ግዜ ንናይ ነብስና ዋጋ ነትሕቶሞ ኣብዘይበቅዓና ቦታ ንርከብ ምስ ዘይምጡኑና ሰባት ንውዕል ዘይምጥነና ነገር ንሰርሕ ስለዚ ሓደ ነገር ምስ ንኽልከል ንዓይ ካብዚ ዝሓሸ ይመጸኒ ስለ ዘሎ እዩ ክንብል ኣለና ንስኻ ኣይረኣኻዮን ማለት እኮ እቲ ነገር የለን ማለት ኣይኮነን ብዙሕ ሰብ ሕጂ ካብ ዝሪኦ ዘሎ ነገር ወጻኢ ካልእ ዝሓሸ ዘሎ ኣይመስሎን ካብቲ ሕጂ ዝሰርሓሉ ዘሎ ኦፊስ ወጻኢ ካልእ ዝቖጽሮ ዘሎ ኣይመስሎን። ኣብ ጥቕኡ ካብ ዘለዉ ዝሕግዝዎ ሰባት ወጻኢ ዘሕግዞ ኣብ ጎኑ ዝኸውን ሰብ ዘሎ ኣይመስሎን። ዝተደገፍካዮም ምርኩሳት ንዝስበሩ ባዕለይ ደው ንኽብል'የ ቀጥ ንኽብል'የ ብምኽንያት'ዩ ኢልካ ምሕሳብ ኣለካ። ብጣዕሚ ዝተገፍዑ ሰባት ኣብ ዓለም ብርቱዓት ኰይኖም እዮም ወጺኦም። ኣይሁዳውያን ብጣዕሚ ተሳቕዮም እዮም። ብዙሕ ግፍዕን መከራን ርእዮም እዮም። ሕጂ ግን ዋላ ሓደ ዘይደፍሮ ሓያል ሃገር መስሪቶም እዮም። ንኣብነት ጃክ ማ ናይ ኣሊባባ ወናኒ ብዙሕ ግዜ ስራሕ ክቑጸር ፈቲኑ እዩ። ሓደ ካምፓኒ ዕስራን ኣርባዕተን ሰባት ኣወዳዲሩ ነቶም ዕስራን ሰለስተን ወሲዶም ንዕኡ ግን ነጺጎሞ። ሽዑ ኣብቲ ስራሕ ተቖጺሩ ነይሩ ተዝኸውን ርቡሕ ደሞዝ ምረኸበ ነይሩ። ኣይተዓወተን ምኽንያቱ ንምኽንያት እዩ። እዚ ሰብ እዚ ሕጂ ክልተ ሚእትን ሓምሳን ሽሕ ሰባት ቆጺሩ ኣብ ትሕቲኡ የስርሖም። ሕሰብዎ ዝኾነ ነገር ምስ ትኽልከል ንምኽንያት እዩ በሉ። ጽቡቕ ዝኾነ ወይ ከኣ ሕማቕ ዝኾነ ዝኾነ ነገር ኣብ ህይወተይ እናመጸ እዩ ንምኽንያት እዩ ምባል ኣለካ። ሽዑ ክትብርትዕ ኢኻ ሽዑ ክትነቅሕ ኢኻ ቃላት ማይንድ ሴት ይሃንጽ እዩ ኣእምሮ ፕሮግራም እገብር እዩ ሂወት ይቅይር እዩ ናይ ወዲ ሰብ መንነት ኣተሓሳስባ ኣረኣእያ ይቅይር እዩ ንጥቀመሎም ቃላት ብጣዕሚ ወሰንቲ እዮም ብፍላይ ንደጋግሞም ንነብስና እንነግሮም ኩሉ ብጣዕሚ ወሰንቲ እዮም ዝኸበርኩም ተኻታተልቲ መደበይ በዚ ዘምጻእኩልኩም መደብ ተሃኒጽኩም ተነቃቂሕኩም ክትኮኑ ተስፋ እገብር። ብጣዕሚ እየ ዝፈትወኩም ኣብ ካልኣይ ክሳብ ዝመፀኩም ደሓን ቀንዩ ሂወትኩም ድማ ብንቕሓት ምርሕዋ።